ጽዋዕ ዓለም ክለባት 2025 ዕለተ ሰንበት ምክያድ ክጅምሩ እዮም ክብራት ተኸታተልትና እዚ ውድድር መድረኽ ኣብ 2000 ኣቆጻጽራ ኣውሮፓውያን ቕድሚ ዕስራይ ሓሙሽታይ ዓመታት ዝተጀመረ እዩ። ሻምፕዮን ኣህጉር ልኾና ብሓባር ልራኸባሉ መድረኽ ውድድር እዩ። ካብ ቻምፕዮንስ ሊግ ኣውሮፓ፣ ካብ ኮንፌዴሬሽን ኩዕሶ እግሪ ኣፍሪካ ቻምፕዮንስ ሊግ፣ ካብ ኮፓ ኣሜሪካ፣ ኤስያ፣ ሻምፕዮን ልኾና ናይ ኣህጉር ጋንትሳት ብዓለም ተጠርኒፈን ድማ ግጥመን መን እንደገና ናይ ዓለም ሓያል ጋንታ ኮይኑ ይወጽእ ልብል ግጥም ውድድር ለሳልጣሉ መድረኽ እዩ። ካብ ፈለማ ኣብ ሃገረ ብራዚል ምክያድ ካብ ልጅምር ሪያል ማድሪድ ሓሙሽተ ግዘ ሻምፒዮን ብምዃን ሪከርድ ልጨበጥሉ ውድድር መድረኽ እዩ። ዕለተ ሰንበት ሸሞንተ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ልጅምር ውድድር ፅዋዕ ዓለም ክለባት ብሓዱሽ ፎርማት ልፈለማ እዋን ምክያድ ክጅምር እዩ። ኣብ ሕሉፍ ሸውዓተ ክለባት ጥራሕ ለሳትፍ ልነበረ ሐዚ ልክዕ ኸም ፅዋዕ ዓለም ሃገራት ፎርማት ሳላሳይ ኽልተይ ጋንትታት ዓለምና ኣብ ሸሞንተ ምድብ ተደልዲለን ፀወትታተን ከሳልጣ እየን ክብራት ተኸታተልትና ካብ ዓሰርተ ሓሙሽተ ሰነ ክሳብ ዓሰርተ ሰለስተ ሓምለ ዕስራ ዕስራን ሓሙሽተን ኣቆፃፅራ ኣውሮፓውያን ልካየድ ውድድር ኣብ ዓባይ ሃገረ ኣሜሪካ ድማ ልሳለጥ ክኾን እዩ። ኣብዚ ውድድር መድረኽ ብማሕበር ኩዕሶ እግሪ ዓለምና ፊፋ ሓደ ቢልየን ናይ ኣሜሪካ ዶላር ሽልማት ተዳልዩ እዩ። ክብራ ተኸታተልታ ብድምር ብድምር ኢና ነውግዕ ለለና ልሻምፒዮን ልተዓዋቲት ጽዋዕ ዓለም ክለባት ብሓዱሽ ፎርማት ልተሰናደአ ሻምፕዮን ልእትኾን ጋንታ ድማ ሓደ ሚእቲ ዕስራይ ሓሙሽተይ ሚልየን ናይ ኣሜሪካ ዶላር ድማ ሽልማት ብማሕበር ኩዕሶ እግሪ ዓለምና ፊፋ ተዳልዩ እዩ ክብርከተሉ እዩ ማለት እዩ ክብራ ተኸታተልትና እዚ ውድድር መድረኽ ኣብ ሸሞንተ ምድብ ኣርባዕተ ጋንትታት ኣብ ሕድሕድ ምድብ ተደልዲለን ለካየድኡ ኮይኑ ቐዳማይን ኻልኣይን ልወፃ ጋንትታት ብቀጥታ ላብ ዓሰርተ ሽዱሽተ ጋንትታት ኣውዲቕኻ ምሕላፍ ክኣትዋ እየን ድሕሪ እዙይ ሃምኡ ላበለ ርብዒ ፍፃመ ፍርቂ ፍፃመ ፍፃመ ፋይናል ኢሉ ድማ ልቕፅል ይኾን ማለት እዩ ዓሰርተ ክልተ ክለባት ካብ ኣውሮፓ ሽዱሽተ ክለባት ካብ ደቡብ ኣሜሪካ፣ ኣርባዕተ ክለባት ካብ ኤስያ፣ ኣርባዕተ ክለባት ካብ ኣፍሪካ፣ ኣርባዕተ ክለባት ካብ ሰሜን ማእኸላይ ኣሜሪካን ካሪብየን፣ ሓደ ካብ ኦሺንያ፣ ሓደ ድማ ካብ መዳለዊት ሃገር ዕድል ተዋሂቡ ብድምር ሳላሳይ ክልተይ ክለባት ልዙ መድረኽ ሓዱሽ ፎርማት ፅዋዕ ዓለም ሓደ ወርሒ ልፀንሕ መድረኽ ውድድር ድማ ከድምቆ ትፅቢት ይግበር እዩ ካብ ብኣጋ ብዙሓት ርእቶታት ላተዋህቡ እዮም ክብራት ተኸታተልትና ብፍላይ ድማ እዚ ውድድር ካብ ፖይንት ዝግበሩ ለሎ ሃም ኣሉታ እውን ተገይሩሉ ፊፋ ልናይ ባዕሉ መድረኽ ውድድር ስለ ዝኾነ ሓደ ዝውውር ናይ ባዕሉ ልኸኣለ ሕጊ ኣውጺኡ ኣመሓይሹ ደምቢ ንዓሰርተ መዓልቲ ዕድል ፈጢሩ ጋንትታት ተሳተፍቲ ኣብ ዝጽዋዕ ዓለም ክለባት ተጻወትቲ ስኳድን ከጠናኽራ ተራእዩ ልናይ ባዕሉ መድረኽ ውድድር ብዚ ደረጃ እዚ እዩ ተጨኒቑ ላተብሃለ ወቐሳታት እውን ላመጽዎ እዮም ልግነዩ ብፍላይ ምስ ናይ ትኬት ተኣሳሲሩ እውን ካብቶም ልፊፋ ጥርዓናት እውን ሕቶታት እውን ላተልዓልዎ ልግነዩ እዩ ክብራትን ፍትዋትን ተኸታተልትና ብፍላይ ዋጋት ትኬት ሎማዓንቲ ብስፍሓት እውን ላተኸታተልና እዩ ሃምሊ ነበርና ሃምሊ ቀነሰ ተፈሊጡ ኣሎ ካብ ሰለስተ ሚእቲ ዶላር ላብ ስቴድየም መእተይ ትኬት ልነበረ ላብ ኣርባዓ ሸሞንተይ ዶላር ክቕንስ ሃም ልኸኣለ ምርዳእ እውን ተኻኢሉ ኢሎም ዓንተው ልወፀ ሓበሬታ እሞ ብፍላይ ድማ ኣብቲ ናይ መእተይ ናይ መኽፈቲ ስነ ስርዓት ሊዮኔል ሜሲ ብኢንተር ሚያሚ ወገን ላመረሐ ክመፅእ እዩ ምስ ግብፃዊት ጋንታ ኣልኣሃሊ ለሳልጥዎ ናይ መኽፈቲ ፀወታ ካብ ሰለስተ ሚእቲ ልነበረ ላብ ክልተ ሚእቲ ሓምሳይ ዶላር መእተይ ትኬት ሃም ልገበርዎ እቶም ልወጹ ለለዉ ሓበሬታታት የመላኽቱ እዮሞ ሕቶታት ላተልዓልዎ እዮም ምስ ናይ ተጻወትቲ ወርክ ሎድ ናይ ጸወታ ምድርራባት እኹል ልበሃል ዕረፍቲ ለይምርካብ ሕቶ ላተልዓለ እዩ ብ ዓለም ለኸ ብርኪ ለሎ ፕላትፎርም ብፍላይ ምስ ናይ ምናልባሽ ልዘን ካብ ኣውሮፓ ወጻኢ ለለዋ ጋንትታት እዚ ውድድር ሃም ኣውንታ ክወስዶ ይኽእላ እየን። ኣብ ኣውሮፓ ለለዋ ጋንትታት ግን ንእሽተይ ጸልዋ ለሎ ተገይሩ እውን ብስፍሓት ለንጸባረቐሉ ኣጋጣምታት ላረእና ኢና። ካብኡ ቀጺሉ ድማ ምስ ናይ ሴኪሪቲ እሹ ሓሳባት እውን ላተንፀባረቑ እዮ ኮርስ ኣብ መንግስቲ ኣሜሪካ እውን እቲ ናይ ሓለዋ ምድላዋት ሓምሊ ገበረ ልዙ ውድድር ተባሂሉ እኹል ልባል ድልውነት ሃም ተዳልዩ ሃም ልዛዘመ ኦፊሻል ሓበሬታታት ላወፁ እዮም ግን ድማ ስቲል ለለው ኢሹታት ኣለው ላተልዓሉ ለለው ምዝ ተኣሳሲሩ ናይቲ ውድድር ለሎ ድምቀት ከይሕስስ እውን ናይ ባዕሉ ልኸኣሉ ሓሳባት እውን ልንፀባረቕዎ ለለው እዮም ክብራትን ክብርታትን ተኸታተልትና በተለ በቲ ልዚ ውድድር መድረኽ ካብቶም ሓደ ላብ ናይና ስፖርትና እውን ልመፀ ሕቶ እታ ኮይኖም ኣርሰናል እታ ኮይኖም ሊቨርፑል ለይተሳተፉ ልብል ላርእና ነርና ክብራት ተኸታተልትና እሞ በዚ ኣጋጣሚ እዚ ካብቱ ላብዚ ውድድር መድረኽ ተሳትፎ ልገበራ ክለባት ብምንታይ መስለኩም ካብ ዒስራ ዒስራይ ሓደይ ክሳብ ዒስራ ዒስራይ ኣርባዕተይ ካብ ዒስራ ዒስራይ ሓደይ ክሳብ ዒስራ ዒስራይ ኣርባዕተይ እብልሎ ዓመተ ስፖርት እቲ ዝሓለፈ ማለት እዩ ብኣህጉር ደረጃ ሻምፒዮን ዝኾና ክለባት ብቀጥታ ተሳትፎ ልክገብራ ተመቻቹ እዩ እዚ ክለዓል ዝኽእለው እዙይ ቼልሲ ዒስራ ዒስራይ ሓደይ ቻምፒዮንስ ሊግ ኣውሮፓ ብኣህጉር ብኣውሮፓ ኣህጉር እቲ ልዓበየ ናይ ውድድር መድረኽ ቻምፕዮንስ ሊግ ኣውሮፓ እዩ። ቼልሲ ዕስራ ዕስራ ሓደ ሻምፕዮን ስለልኾኑ እዮም ብቀጥታ ኣትዮም እምበ ልሓለፉ ክልተ ዓመታት ካብ ቻምፕዮንስ ሊግ ተሳትፎ ወፃኢ ልነበረ ጋንታ እዩ ቼልሲ። ሎሚ ዓመት እዩ ብማሬስካ መሪሕነት ናብ ቻምፕዮንስ ሊግ ክምለሱ ክኢሎም። ብምቕፃል ማንቸስተር ሲቲ እውን ተመሳሳሊ ኣብ ዕስራ ዕስራን ሰለስተ ትሪብል ሻምፒዮን ብ ልኾኑሉ ዓመተ ስፖርት ቻምፒዮንስ ሊግ ተዓወትቲ ስለ ልነበሩ ብቀጥታ እዩ እቲ ዕድል ክረኽብዎ ክኢሎም። እዚ ማለት ልኣብነት ሃም እኒ ኣትሌቲኮ ማድሪድ፣ ቦሩስያ ዶርትመንድ ኣብዚ ውድድር መድረኽ ተሳተፍቲ ልኾኑ ጋንትታት እዮም። ናይዞም ጋንትታት እዚኣቶም ተሳትፎ ኣብዚ ዓመተ ስፖርት ቅድም ኢለ ልጠቐስኽዎ ብኣውሮፓ ደረጃ ለለዎም ለመዝገቡዎ ውፅኢት ብኣህጉር ደረጃ ልበፅሕዎ ስቴጅ ተሓሲቡ እዩ ፃውዒት ተገይርሉ። ልኣብነት ሊቨርፑልን ኣርሰናልን ልቐረዩሉ ቀንዲ ምኽንያት ካብ ሓደ ሃገር ኽልተ ክለብ ስለልብል እዩ። እዚ ማለት ኽልተ ናይ እንግሊዝ ክለባት ብኣህጉር ደረጃ ቻምፕዮን ስለልኾና እዩ። ቻምፕዮንስ ሊግ ኣውሮፓ ለዓተራ ጋንታት ነይራ። ኣብኡ ዝልተጠቐሰ ሃም ረቋሒ ፊፋ ሒዝዎ ልመጸ ካብ ዒስራ ዒስራ ሓደ ክሳዕ ዒስራ ዒስራ ኣርባዕተ ቼልሲ ማንቸስተር ሲቲ ኽልቲኤን ናይ እንግሊዝ ክለባት ቻምፕዮን ኾይነን እየን። ስለዚ ብቀጥታ እቲ ዕድል ተዋሂቡ። ኣርሰናሊ ሊቨርፑሊ ለሳትፍ ረቋሒ ነይርዎም እዩ። ብምኽንያት ቼልሲ ማንቸስተር ሲቲ ቻምፕዮንስ ሊግ ምዕታሮም ስዒቡ ግን እቲ ተሳትፎ ብክልቲኦም ጋንትታት ተመንጢሎም እዮም። ብዚ ደረጃ እዚ እቲ ክሊር ክገብሮ ደልየ ክብራት ተኸታተልትና ምክንያቱ ትሕቶታት እውን ላመፀሉ ነይሩ እሞ ኣብ ዓሰርተ ክልተ ከተማታት ሃገረ ኣሜሪካ ሱሳይ ሰለስተይ ግጥማት ልካየዱ ክኾኑ እዮም። መኽፈቲ ጸወታ ብደሚቕ ስነስርዓት ዕለተ ሰንበት ሰዓት ትሽዓንተ ግብጻዊት ጋንታ ኣልሃሊ ምስ ኢንተር ሚያሚ ብሊዮኔል ኣንድሬስ ሜሲ መሪሕነት ለሳልጥዎ ጸወታ ክጅምር እዩ። ኣብዚ ፍሉይ ካብ ልገብሮ ክብራት ተኸታተልትና ዳያኑ ሓድሽ ቴክኖሎጂ ልተመሓየሸ ልተብሃለሉ ላብ ተግባር ክውዕል እዩ። ልክዕ ሓደ ተጻዋቲ ካብ ፀወታ ወፃእቲ ኮይኑ ኦፍሳይድ ተወፅዩ ብቅልጡፍ እቲ ፀወታ ቀጥታ ልቶም ዳያኑ ልቶም ኦፊሻልስ ደወ ብልዎት ፀወታ ኢሉ ይነግሩ ቀጥታ ባዕሉ እቲ ሲስተም ማለት እዩ ካሊእ ኣብኡ እዚ ምስ ዳይነት ኣሳሲሩ ኣብ ፀወታ ካሜራ እውን ምስቲ ክዳኖም ካሜራ ተገይሩ ተገጢሙሎም ሃም ልዳንዩ ጸወታ ሃም ልመርሑ ቱ ምስ ፊፋ ሐዚ ብዓይነቱ ሓዱሽ ልፈለማ እዋን ጽዋዕ ዓለም ክለባት ለሰናድኦ ካብቶም ሓደሽቲ ፎርማታት ኮይኖም ልክጥቀሱ ለኽእሉ ሒዝዎም ልመጸ ኮይኑ ኣሎ ክብራተን ፍትዋትን ተኸታተልትና ትጽቢት ልግበረሎም ጋንትታት ብፍላይ እዚ ውድድር ሃምን ፒኤስጂ ክዕወትሉ ልኽእሉ ዕድል ሰፊሕ እዩ ልብሉ ርእቶታት ብኣንጻሩ ሪያል ማድሪድ ሻምፕዮን ክኾነሉ እዩ ልብል ግምታት ከምቱ ኩሉ እውን ግምት ለቕምጡ ናይ ባዕሉ ዝኸኣለ ግምት ላቕመጡ እዮም ልግነዩ ሃም ንኦፕታ ሱፐር ኮምፒውተር ብፍላይ እዚ ውድድር መድረኽ ፒኤስጂ ክዕወትሉ እዮም ልብል ግምት ከቕምጥ ክኢሉ እዩ ማንቸስተር ሲቲ ኣብ ካልኣይ ደረጃ ኣቕሚጥዎም እዩ ባየር ሚዩኒክ ኣብ ሳልሳይ ኢንተር ሚላን ኣብ ራብዓይ ሪያል ማድሪድ ኣብ ሓምሻይ ቼልሲ ኣብ ሻድሻይ ኣቕሚጥዎም እዩ ኩሎም ኣሰልጠንቲ ምስዚ ውድድር ፅዋዕ መድረኽ ክዕወቱሉ ሃም ልደልዩ ርእቶታቶም ላገለፁ እዮም። ብፍላይ ድማ ሃምኒ ፔፕ ጓርዲዮላ ላብ ኣሜሪካ ተጓዓዝና ብሻምፒዮንነት እዩ ክብል ገሊፁ እዩ። ፅቡቓት ተፃወቲ እውን ምፍራሙ ዝዝከር እዩ ኣብዘን ናይ ዝውውር ዝተፈቐዳሉ ጊዜያት እሞ ቼልሲ እውን ተመሳሳሊ ኢንዞ ማሬስካ ኣብ ቼልሲ ኮይንኻ ሓምዚኦም ዝበሉ መድረኻት ተረኺብካ ልክትዕወት ኢኻ ትፃወት ልብል ርእይቶኦም ድማ ክኢሎም እዮም። ዣቪ ኣሎንሶ ንሪያል ማድሪድ ላመረሐ ናብ መጀመርያ ውድድር መድረኹ ኣብ ሃገር ኣሜሪካ ከሳልጥ እዩሞ ትፅቢት ልግበረሎም መርሃ ግብርታት ካብ ዕለተ ሰንበት ብስፍሓት ክሳለጡ እዮም። ክለብ ብክለብ ለሎ ሓበሬታ ብስፍሓት ኣብ ልቕፅል ምስ ለለና ግዘ እውን ልሐዚ ዋላ ውዚ እኽኢልና ኔክስት ግን ብደንቢ ንምለሶ ክኾን እዩ። ሶ ኣልሃሊ ምስ ኢንተር ሚያሚ ካብ ግሩፕ ኤ እዩ ኣብ ምድብ ሓደ እዮም ጸወትኦም ለሳልጡ ኣብቲ ምድብ ፖርቶ ፓልሜሬስ ኒኦ እዮም ኣብ ምድብ ክልተ ፒኤስጂ ኣትሌቲኮ ማድሪድ ቦተፋጎ ሳውንደርስ ካብ ናይ ሜጀር ሊግ ሶከር እዩ ቦተፋጎ ድማ ብራዚል ጋንታ እዩ ኣብ ምድብ ሰለስተ ባየርን ሚዩኒክ ኦክላንድ ሲቲ ኣውስትራልያ ጋንታ እዩ ቦካ ጁኒየርስ ንኣርጀንቲና እዩ ቤኔፊካ ካብ ፖርቹጋል ድማ ኣብ ምድብ ሰለስተ ተኻቲቶም እዮም። ኣብ ምድብ ኣርባዕተ ፍላሚንጎ ካብ ብራዚል፣ ኤስፒሪየንስ ቱኒስ ካብ ቱኒዝያ፣ ቼልሲ ካብ እንግሊዝ፣ ኤሌ ድማ ካብ ሃገረ ኣሜሪካ ኣብ ምድብ ኣርባዕተ ዝተደልደሉ እዮም። ኣብ ምድብ ሓሙሽተ ሪቨር ፕሌት ካብ ኣርጀንቲና፣ ኦራዋ ሬድስ ካብ ጀፓን፣ ሞንቴሪ ካብ ሜክሲኮ፣ ኢንተር ሚላን ካብ ጣልያን ተካተቱ እዮም። ኣብ ምድብ ሽዱሽተ ፍሎሚኒሴ ካብ ብራዚል፣ ዶርትመንድ ካብ ጀርመን፣ ኡላሳን ኤችዲ ድማ ካብ ደቡብ ኮርያ፣ ማሜሎዲ ሳንዳውንስ ካብ ኣፍሪካ፣ ሳውዝ ኣፍሪካ ተኻተቱ እዮም። ኣብ ምድብ ሸውዓተ ማንቸስተር ሲቲ፣ ዋይዳድ ካዛብላንካ ካብ ሞሮኮ፣ ኣልኢን ካብ ዩናይትድ ዓረብ ኤምሬትስ፣ ዩቬንቱስ ካብ ጣልያን ተኻተቱ እዮም። ኣብ ምድብ ሸሞንተ ሪያል ማድሪድ፣ ኣልሂላል ካብ ሳውዲ፣